ሰላም ዶ ዝሓፍተይ እስኪ ሰላም ዶ ሓፍተይ እስኪ ተገዲስኪ መልስለይ ሚእትን ሱሳን ካሬ ንምድብዳብ ክንደይ ክትውድእ ትኽእል ተንዲኖ ኸበዓል ክንደይ ትጥቀም ተገዲስኪ መልስለይ እናበለትኒ እያ ወይ ከዓ እናበለኒ እዩ ስለዚ ክብራት ኣሕዋቲ ሚእቲ ሱሳይ ካሬ ክኸውን ይኽእል እዩ ግን ሚእቲ ሱሳን ካሬ ምህዳም ማለት ባይዘወይ ብጣዕሚ ይዓብይ ሚእቲ ሱሳን ካሬ ማለት ቢያንስ ልዕሊ ክልተ ሚእትን ሓምሳን ካሬ እኒሀኩም ማለት እዩ። ሕዚ ንኣብነት ክልተን ሰማንያን ሰለስተ ሚእቲ ካሬ እንድሕር ኣልዩኩም ሚእቲ ስሳን ካሬ ኣብ ልዕሊ ሚእቲ ስሳን ካሬ ህንፃ ዝዓረፍ ክትህድሙ ትኸእሉ። ግን ሚእቲ ስሳን ካሬ እንድሕር ኮይና እታ ገዛኹም ሓፈሻዊ እታ መሬት ስፍሓት ሚእቲ ስሳን ካሬ እንድሕር ኮይና ቢያንስ እንተዓብዩ ኣብ ልዕሊ ሚእትን ዓሰርተን ወይ ከዓ ኣብ ልዕሊ ሚእትን ዓሰርተን ወይ ከዓ ኣብ ልዕሊ ሚእቲ ካሬ ኢኹም ክትህድሙ ዘለኩም እምበር እና ሚእቲ ስሳይ ካሬ ሙሉእ ዝህደም እንተኾይኑ ግን ብጣዕሚ እዩ ዓብዪ ቢያንስ ሽዱሽተ ሸውዓተ ክላስ እስካብ ትሽዓተ ክላስ ከስርሕ ይክእል እዩ እና ንዛ ሓፍቲ ሚእትን ስሳን ካሬ ሓፈሻዊ ናይቲ መሬት ስፍሓታ ኮይኑ ብልዕሊ ኣብ ልዕሊ ሚእትን ዓሰርተን ካሬ ዝህደም ህንፃ ገይረ ክሓስበላ እዩ ማለት እዩ ከምዚ ዓይነት ሕቶ ንዝኾነኩም ክንደይ ይኣኽለኒ ክንድዚ ቅርሺ እንሄኒ ይኣኽለኒ ዶ ኢልክን ኣብ ጥርጣሬ ዘለኸን እንደ ይኣኽለክን ያው ሓቢርና ክንርኢና መቸስ ናይ ገዛ መስርሒ ክንድዚ ኢልካ ማለት ክንድዚ ይኣኽለኒካስ ኣይተቐምጦይ ዕዳጋ ኣይኮነን ዶ ካብ መዓልቲ ናብ መዓልቲ ኣይኮነን ዶ ካብ ወርሒ ናብ ወርሒ ሲ ካብ ሰዓት ናብ ሰዓት እውን እዩ ዝቀያየር ብጣዕሚ እዩ ዝገርም ከምቲ ሸርፊ መዓልቲ መዓልቲ ዝቀያየሮ ዕዳጋ እውን ኣብ ኢትዮጵያ ብጣዕሚ እዩ ዝቀያየር ግን ትዘልየክን ነገር ብሓደ ግዜ ገዚእኻ ምቕማጥ እዩ ማለት እዩ እና እሺ ሓቢርና ንስራሓዮ ግን ከምዚ ክንድዚ ካሬ እኒሄኒ ክንደይ ብረት የድልየኒ ገለ ዘይኮነ ንኣብነት ክነግረኩም ጂ ፕላስ ዋን ወይ ከዓ ጂ ፕላስ ቱ እስካብ ጂ ፕላስ ቱ ዝስራሕ ገዛ እና ካብ ጂ ፕላስ ቱ እስካብ ጂ ፕላስ ፎር ወይ ከዓ ካብ ደረጃ ክልተ እስካብ ደረጃ ሓሙሽተ ኣርባዕተ ዝስራሕ ገዛ ማዕረ ይመፅን ዋላ ናይቲ ብረት ስፍሓት ክርብረብ ከሎ ማዕረ ኣይኮነን ዝግበር ናይቲ ብረት መቕጣኑ ምርጓድ እውን ሓደ የኾነን ዝግበር ማለት እዩ እስካብ ጂ ፕላስ ቱ ተኮይኑ ምናልባት ከም ሃፍተ ገነትኩም እዩ ካብ ዓሰርተ ሓሙ- እ፣ ካብ በዓል ሸሞንተ እና በዓል ዓሰርተ ትገብርዎ ትኽእሉ ኢኹም ናይቲ ብረት ቅጥነት እ፣ ካብ ጂ ፕላስ ቱ ንላዕሊ እንድሕር ኮይኑ ግን ምክንያቱ ብጣዕሚ ክብደት ስለ ዝኒሄዎ ኣብ ልዕሊኡ ሰለስተ ኣርባዕተ ስለ ዝሽከም ዘለዎ እቲ ብረት ክጥንክር ኣለዎ ኢለ እየ ኣነ እንትን ዝግምት ኣነ ኣይረኣኹወይ ግን እስካብ ጂ ፕላስ ቱ ዘሎ ግን በዓል ሸሞንተ እና በዓል ዓሰርተ ይኣኽለኩም እዩ ኣይ ኣነ ደሓን ሃፍተ ገነተይ ጽቡቅ እዩ እንድሕር ትብሉ ደሞ በዓል ዓሰርተ ብቻ ውን ትገብርዎ ትክእሉ ኢኩም ዓሰርተ እና ዓሰርተ ክልተ ውን ትገብርዎ ትክእሉ ኢኩም ጠንከር እምበይ ንቲ ገዛ ዝጎድኦ ነገርስ የለን ማለት እዩ ሸሞንተ እና ዓሰርተ ውን እክል እዩ ብቲ ዝተረጋገጸ ናይ ሳይንስ ናይቲ ገዛ መስርሒ እክል እዩ እና ናታትኩም ሕዚ ሓፍተይ ብምንታይ እያ ሰሪሓቶ ጂ ፕላስ ፎር ድዩ ጂ ፕላስ ፋይቭ ድዩ ኣይፈለጥይ ግን ብናይ ጂ ፕላስ ቱ ወይ ከዓ ደረጃ ክልታ ገይረ ክሓስበላ እየ ሓቢርና ንሕሰቦ ናብ ካልኩሌተር ክኣቱ እየ ማለት እዩ ደረጃ ክልተ እንታይ እዩ ንትብሉ ደሞ ኣብ መሬት ሓንቲ ግዜ ትህደም ካብ መሬትኩም ሓንቲ ግዜ ትህድምዋ ክልተ ህድም ወይ ከዓ ክልተ ደብዳብ እኒሃዎ ዶ መበል ሳልሰይቲ ደሞ ቆርቆሮ ትግበር ማለት እዩ እዚ ጂ ፕላስ ቱ ይበሃል። ክብራት ኣሕዋት ጂ ፕላስ ደሞ ሰለስተ ግዜ ህድም እኒሄዎ ጂ ፕላስ ፎር ደሞ ኣርባዕተ ግዜ ህድም እኒሄዎ እና ሓቢርና ንኸይድ ብመጀመርያ ናይ ሰራሕተኛ እኒሄ እዩ እቲ ኣውራ ዘልዩ ናይ ሰራሕተኛ እዩ ናይ ሰራሕተኛ ደሞ ካብ ከባቢ ናብ ከባቢ ብጣዕሚ እዩ ዝፈላለ ሓዝናየይ ብኸባቢ ብናያትና ከባቢ እስካብ ሚእቲ ሽሕ ሚእቲ ዕስራ ሽሕ ክህድምዎ ይኸእሉ ብናታትኩም ደሞ ክልተ ሚእቲ ልዕሊኡ ክኸውን ይኸእል እና ናይ ሰራሕተኛ ብጣዕሚ ወሳነ እዩ ግን ሓፈሻዊ ናይ ሰራሕተኛ ገዲፈ ናይ ብረት በዝሒ ዘድልየኩም ክሓስበልኩም እዩ ብረት እንኳን ተበዚሓ ናይ ዕስራ ሰላሳ ሓምሳ ቅርሺ ልዩነት እዩምበይ ካብኡ ብላዕሊ ልዩነት ዘለዎ ኣይመስለንን እና መጀመርያ ኣብ ልዕሊ ሚእትን ዓሰርተን ካሬ ዝህደም ንጂ ፕላስ ቱ ንውሓቱ ጂ ፕላስ ቱ ዝኾነ ማለት እዩ እስካብ ሚእትን እስካብ ሚእትን ዒስራን በዓል ሸሞንተ ጌርኩም ትሓስዎ ግን ካብኡ ብላዕሊ ካብኡ ታሕቲ ክኸውን ይኽእል ቢያንስ ሚትን ዕስራን ዝብለኩም ዘለኹ እዚ እዚ ብረት ክድብደብ ከሎ ክምረው ከሎ ከዓ ክምሸግ ከሎ ስፍሓቱ እስካብ ዓሰርተ ሽዱሽተ እዩ ሓሲበዮ ንስኻትኩም እስካብ ዓሰርተ ሸውዓተ እስካብ ዓሰርተ ሸሞንተ እስካብ ዒስራ ተጌርኩሞ ካብ ሚእትን ዒስራን ታሕቲ ክወስደኩም ይኽእል ካብ ዓሰርተ ሓሙሽተ እስካብ ዓሰርተ ሸውዓተ ዘሎ እንድሕር ጌርኩሞ ግን ብዚ ካብ ሚእትን ዒስራን እስካብ ሚእትን ዓሰርተ ሓሙሽተን ዘሎ ክኣኽለኩም ይኽእል ብቻ ተወሲኹኩም ቁሩብ እዩ ተውሕድውን ቁሩብ እዩ ማለት እዩ ስለዚ በዓል ሸሞንተ ሚእትን ዒስራን ገይረ ክሕዞ እየ ክሚኢትን ዕስራን ክራባሕ ኣብዚ ሐዚ ግዜ ሸውዓተ ሚኢትን ሰብዓን ነይሩ ተዘይ ወሲኹ ግን ብጣዕሚ እዩ ዝውስኽ ዘሎ ዕዳጋ ዶላር እውን ብጣዕሚ እዩ ይውስኽ ዘሎ ማለት እዩ ግን ብቲ ሐዚ እኒሆ ዕዳጋ ከባዝሖ ኣህምሸይ ግን ብቲ ናይቲ ብረት ዋጋ በቲ ናይቲ ብረት በዝሒ ኣብቲ ከባቢኹም ዘሎ ዕዳጋ ኣባዝሕዎ ማለት እዩ። ok ቴስዓን ክልተን ሽሕን ኣርባዕተ ሚእትን መፂኡ ኣለይ እኒሆ ክድመር በዓል ዓሰርተ ደግሞ ሚእትን ሰላሳን ሓሙሽተን ዘሎ እስካብ ሚእትን ሰላሳን ሚእትን ሰላሳን ክራባሕ ብሽሕን ክልተ ሚእትን ሓምሳን ዋግኡ ደግሞ ብከባቢኹም ኣባዝሕዎ እስካብ ሽሒ ሰለስተ ሽሒ ክልተ ሓምሳ ምናምን ቦትኡ ይፈላለ እዩ ዝሮዝሮ ዋጋ ምጥያቅ ትክእሉ ኢኩም ክልተ ሚእትን ሓምሳን ኣርባዕትን ሽሕን ትሽዓተ ሚእትን በጺሕና ኔና ክድመር ኣርባዓን ሓሙሽተን ክውሕድ ክበዝሕ ይክእል እዩ ግን ብማእከላይ በዓል ዓሰርተ ኣርባዕተ ናይ ቢም ማለት እዩ ክራባሕ ብክልተ ሽሕን ኣርባዕተ ሚእትን በጺሑ እኒሆ ተዘይወሲኹ ተዘይቀኒሱ ብታሕት ዝኒሆ ዕዳጋ ማለት እዩ በዓል ዓሰርተ ኣርባዕተ ካብ ጂ ፕላስን ላዕሊ ትኸይዱ ደሞ በዓል ዓሰርተ ሽዱሽተ እዮም ትጥቀሙ ዓሰርተ ሽዱሽተ ደሞ ኣብዚ ሕዚ ግዜ ሰለስተ ሽሕን ሓደ ሚእትን እዩ በጺሑ ዝኒሆ ማለት እዩ ስለዚ ኣነ ብዓሰርተ ኣርባዕተ ሓስዮዮ ሰለስተ ሽሕን ሽዱሽተ ሚእቲ ሰለስተ ሽሕን ስሳን ክልተን ሽሕን ሰለስተ ሚእትን ስሳን ክልተን ሽሕን ትሽዓተ ሚእትን በፂሕና እኒና ካብኡ መሊስና ክድመር ንብል ስሚንቶ እዩ እስካብ ሓምሳን እስካብ ሓምሳ ኩንታል ዘሎ ብቻ ከም ሰው እዩ እና ክብራት ኣሕዋተይ ንስኻትኩም እውን እናደመርኩም ማለት እዩ ሓምሳ ኩንታል ስሚንቶ ወሲኸዮ እኒኹ ብሽሕን ሰለስተ ሚእትን እዩ ሓሲበዮ ዋግኡ በባኻትኩም ከባቢ ክውስኽ ክቕንስ ይኽእል መቐለ ተኮይንኩም ሓዚ እስካብ ሽሕ ገለ እዩ ስለዚ ናይ ክልተ ሚእቲ ልዩነት እኒሀዎ ማለት እዩ። ግን ብከባቢኹም ሕሰብዎ፣ ሓምሳ ኩንታል ተወሲኹ ዝተወሰነ እዩ፣ ተቐኒሱ ዝተወሰነ እዩ፣ ከም ሰቡ ከም ኢዱ ማለት እዩ። ኣርባዕተ ሚእትን ዕስራን ሸውዓተን በፂሕና እኒሀና፣ ግን ድምር ሓግዙኒ ማለት እዩ። ካብኡ ክድመር እንታይ ይቐረየና ኣሎ? እዚ ጸጸር ማለት እዩ። ጸጸር ደሞ ሐዚ ብከባቢና እስካብ ሰላሳን ሸውዓተን ሰላሳን ሸሞንተን እዩ ሐዚ ተዘይወሲኹ ማለት እዩ። እስኻትኩም ደሞ ብከባቢኹም ሕሰቡ ኣነ ሰላሳን ሸሞንተን ሽሕ ከእትወለይ እየ ማለት እዩ። ሑጻ ሰላሳን ሓሙሽተን ሽሕ ከእትወለይ እየ። ሓሙሽተ ሚእቲ ሽሕ በፂሑ እኒኹ ሑፃ ፀፀር ደሞ ንስኻትኩም ብኸባቢኹም ኣባዝሕዎ ኣነ ግን ብኸባቢ እስካብ ሓሙሽተ ሚእቲ ሽሕ በፂሑ እኒኹ ናይዚ ኩሉ እትየ ካብኡ ናይ ሑፃ ናይ ፃ- ናይዚ ሚስማር ሽቦ እዩ እኒሆ ክድመር እ፣ ብስ- ቢስ- ናይ ስታፋ ምናምን ማለት እዩ ብስሳ ሽሕ ክሓስቦ እያ ሓሙሽተ ሚእትን ስሳን እንታይ ይቐረየኒ ኣሎ ኣብ ህድም ያው ብዙሕ ክለማ እዩ ዘልዮ ንሱ ንጎኒ ንግደፎ እሞ እም ካሊእ ወዲእና ብለይ- ብዘይ ናይ ሰራሕተኛ ማለት እዩ ናይ ሰራሕተኛ እስካብ ሚእትን ዕስራን ሽሕ ተኾይኑ ክንዲ እኳ ይወስድን ብኸባቢና ግን እ፣ ሐዚ ምስ ወሰኸሲ ብ- ድሕሪ ዶላር ምውሳኹ ሰራሕተኛ ስለ ዝወሰኸ ብሚእትን ዕስራን ሽሕ ገይረዮ ክንድኡ ክው- ክንድኡ ክኸውን ይኽእል ዘይክኸውን ይኽእል እስኻትኩም ብኸባቢኹም ኣባዝሕዎ ብቻ ሓፈሻዊ ተበዚሑ ካብ ሽዱሽተ እስካብ ሽዱሽተን ሓምሳን በዚ ሓንቲ ተባሂለ ብጣዕሚ ኣውፂእኹም ተተባሂልኩም ሽዱሽተን ሰማንያን ብከባቢና ማለት እዩ ካብ ላዕሊ ምንም እዩ ነገር ተውፅዋ ነገር የላን ምክንያቱም ኩላ ደሚርናያ ኢና ሑፃ ፀፀር ደሞ ሓደ ሓደ ቢያጆ ድኣ ተውርዱ እምበር ኩሉ ትውድዎ ማለት እውን ይኾነን ካብ ግማሽ ብላዕሊ እውን ክውደኩም ይኽእል እና ከምዚ ይመስል ክብርቲ ሓፍተይ እዚ ዝብለኪ ግን ብማእኸላይ ደኣ እምበር ብታእሚ ዝበልክዎ ኣብ ርእሳ ትኸውነላ ከይወሰኸት ከይቀነሰት ማለት ኣይኮነን ክውሰኽ ክቐንስ ናይ ግድን እዩ ምክንያቱም ዋጋ ዕዳጋ ስለ ዝፈላለ ግን እስካብዚ ደረጃ እዚ ቅርሺ እንድሕር ኣልእኪ ገዛ ክትህድምዩ ትኽእሊ ኢኺ ማለት እዩ ክብርቲ ሓፍተይ እና ከምዚ ይመስል ናይ ሎማዓንቲ ቪድዮ ኣብዚ ደሞ ሳረት ናተሳራታ ሽንት ቤት ብከምዚ ዓይነት እንትን ኢልናዮ ማለት እዩ ሰሪትናዮ ክትስርቱ ከለኹም ሽንቲ ቤት ትቀብሩ ከለኹም ብጣዕሚ ተጠንቂካ እዩ ብጣዕሚ ማለት እዚ ኮይኑ ድጋሚ ናብ ምኹዓት ከይትኣቱ ኣብ ሰረት ትስርቱ ከለኹም ስእልኩም ብጣዕሚ ኢኹም ጥንቃቐ ትገብሩሉ ዘለኩ ማለት እዩ። ዝፈልጥ ሰብ ተዘስርሐልካ ደግሞ ብጣዕሚ ጽቡቅ እዩ። በዓል ሞያ ይሰርሖ ኣዩ ኢልካ ስቅ ማለት ይከብድ ምክንያቱም ክርሶዕ ይክእል ብዙሕ ነገር ስለዚ ተጠንቂቅኩ መስርሑ ገዛኹ ማለት እዩ ምክንያቱም ሓንቲ መሓዛ የላሲ ሽንት ቤት ኣብልሽው ወቢሎምላ ድጋሚ ኪሳራ መዓት ብረት ገዚኣ ናይ ሰራሕተኛ ክባር እዩ እስካብ ኣርባዕ ሽሕ ብቻ ብጣዕሚ ብዙሕ ገንዘብ እዩ በልዕዋ እሞ ካብ ደግማይ ኪሳራ ተጠንቀቁ ክብለኩም ይፈቱ ማለት እዩ ደቂ ዓበይቲ ወይ ቪድዮ እዚኣ ትመስል ነይራ እስካብ ቪድዮ ፍጻሙ ንዝተኸታተልኩምኒ